ናብ ሓኪም ኪዱ እሞ ተርኣይ በቃ ኣነ እንዳዕረፍኩ ዕረፍቲ ክስምዓኒ ኣይከኣለን ኣክቲፍ ብሓጺሩ ክኸውን ኣይከኣልኩን ክትብልዮ ኣለኪ እንታይ ጸገም ከም ዝኾነስ ክትፈልጥለ ከምዚ ከኣ እሞ
ደውል እሞ

ጤምና እዩ ዘሎ ጤም ይግል ኣሎ
ፀሓይ እንታይ ኣለዋ ኢና ብዛ ፀሓይ ምስ ምስ ትደለኽ ሰብ ሰኻብ ፀሓይ ሃድም እምበር ናብ ፀሓይ ይኸይ እታ ሓንቲ ፈውስ ዘላ ሎሚ ብሓቂ
እንታይ ዳ ፀሓይ ኣገዳሲት እያ ንምንታይ ፀሓይ ጥዕናና

ሰኣኩል እየ ትወስድለኪ ይብል ብሰላሳ ዲግሪ ሰንቲግሬድ ከማን ፀሓይ ተሃሪመ
ኣስሒቀ ሓንሳብ መወሱስ ሓቂ ኮይኑኒ ሕጂ ግን ንሽ ስለ ዝወሓደኪ ብፍላይ ፀሊም ቆርበት ዘለኩም ካብ ዓድኹም ዝመፀኹም ካብ ኣፍሪቃ ዝመፀኹም ብምልእኹም ኤክስትራ ቪታሚን ዲ የድልይኩም ካብ ናህና ንላዕሊ ንዓኹም የድልይኩም ብለኒ እንታይ ትብል ኣለኹ ዶ ዋ እንታይ ሪኣ እዚኣ ይብለኻ ኣነ በቃ ፀሊም ቆርበት ወስድ ኣለኩም ትሪር ኮይኑ ወይ ከይና ውሰዱ

ፀሓይ ከም ዘውፅእ ዓዱ ማለት እዩ
ሰብስብ ዓድና ሃዲሙ ናብ ፅላል ኸይድ ይፈልጥ እምበር ወዲ ኣብዚ ከዓ ክዳውንቲ ኣውፂኡ ፀሓይ ይፅለቡ እካስ ጥቕሚ ስለ ዘለዎ ወይ ፀሓይ ክወስድ ኣለካ ፀሓይ ከማ እኹል ኣይኮነን ንዓኹም ኢለኒ ኣብዚ ዓለም ወላ ፀሓይ ተሃሉ ውሰድ ቪታሚን ድታ ከየና ግድን ክወስድ ኣለኪ ኪሬ ኮይኑ ከማን ኤክስትራ ውሰዱ ኢለኒ ኤክስትራ ላይክ ምግቢ ወላ ምግብታት ወላ ከም በዓል ዓሳታት

ንኣካላትና የንቀሳቕስ እንድዩ እቲ ጥቕሙ ከመይ ገይሩ ነቲ ናህና ዕጽምትና ንኣምነትሲ እንድሕ ዕጽምትና ንደደልደለ ኮይኑስ እቲ ናህና ጭዋዳት ክስከሞ ኣይክእልን ኣዕጽምትና እሱ እዩ ዝብሉ እሶ እንታይ ፌጥና እሎም እቶም ምሁራት ከምኡ እዮም ዝብልዎ። እንቋዕ ጥራሕ ሕጂ ደሓን ኮንኩለይ ስሚተይ ካልእ እንቋዕ ጥራሕ ኣብ ቅድሚ ላፕቶፕ ኣብ ቅድሚ ላፕቶፕ ከም ድሙ ተኸስገድኩ ጀመርካ ቆለሙም ሰት ንጎኑ ነብሶ ጸራት ካብ ወስዳ ኣለዋ ይብለኒ ነብሶ ጸራት ካሊ ጥንሰት የከብደን ጥንስኻ ክብ ኢላ ይከውን እዩ እንድሕር ወሲድካዮ ዋ ብዚ ሕርስኻ ቀለለ ይብለኒ ቀሊል ሕርሲ ሓርሳ በላይ ቆልዑ ከዓ ቆልዑ ከዓ ቀንዲ ቆልዑ ካብ ዜሮ ስለ ኣርባዕተ ዓመት ዘሎ ቀንዲ ክወስድ ኣለዎም ቆልዑ ስለ ቆልዑ ዝዝኸያ ቆልዑ ቆልዑ እንድሕር ዘይሃብካዮ ዋ ርኬት ዝበሃል ሕማም ቀንዲ ስበሎ

መጸኒዓ ቀንዲ ነዞም ጸለምቲ ቆርበት ዘለና ካብ ኣፍሪቃ ድመጻና ዲና ወላ ኣብዚ ዓዲ ንነብር ኩልና ብራውን ቆርበት ይኹን ወላ ጽሊም ቆርበት ዘለና ይኹን ጠቃሚ እዩ እሱ ከኣኒ ብመልክዕ ከይናመውሰ ከለና እቲ ዝበለጸ ይብል ኣነ ስለምንታይ እንተልና እቲ ብመልክዕ መግቢ ድዩ ወይ ከኣ ኣብ ጸሓይ ከይና ንወስዶ ከም ኤክስትራ እምበር ቀንዲ ክኸውን ኣይክእልን እዩ፣ ሬጉላር ስለ ዘይኮነ። ብፍላይ ኣብ ኤውሮጳ ንነብር ወይ ከኣ ኣብ በዓል ኤሜሪካ ካናዳን ንነብር ሰባት፣ ብዙሕ ግዜ፣ ዝበዝሕ ግዜ እቲ ኩነታት ኣየር ዛሕሊ እዩ። That's why ስለዚ ብኸምኡ ከኣ እቲ ቪታሚን ዲ ኤክስትራ ኣብ ኣካላትና የድልየና ማለት እንተደይ ኮይኑ ብጣዕሚ ሓይልና ዝደኽመና፣ እቲ ዘድልየና ኩሉ ክንገብር ኣይንኽእልን ኢና። ኩሉ ጉዳያትና ክንገብር እንድሕር ኮይንና ከኣ ሓይልና ክመልእ ኣለዎ ወይ ከኣ ነብስና ኤክሳይት ክኸውን ኣለዎ፣ ነብስና ፊት ክኸውን ኣለዎ። እዚ ከኣ ብምንታይ እንተልና ወላ ስፖርት ክንሰርሕ ንፍትን እንድሕር ደሊና ከምዚ ክሳይ ንስእን ሙድና ይጠፍእና ከም ዝስችወና ወይ ገለ መለ ገለ ይኮነና እዚ ግን እንድሕር ቢታሚን ዲ ንወስድ እንድሕር ኮይና ወላ ሓንቲ ከምኡ ምስልቻው ዝብሃል ነገር የለን እዚ እዚኣ እያ እታ ኣነ ድወስዳ ቢታሚን ዲ ዲ ስሪ እያ ትብል ብዙሕ ዓይነት ቢታሚን ዲ ዘሎ ዲ ስሪ ኣሎ ዲ ቱ ኣሎ ዲ ዋን ኣሎ ኩሉ ዳርጋ ሓደ እዩ ብዙሕ ፍልልይ የብሉን ኣነ ሕጂ ከምኡ ካብ ኖርማል ርክስታይ ገዚኤዮ ወላ ካብ ናይ ናቹራል ዱካን እንድየ ገዚኤዮ ካብኡ ክትገዝእዎ ትክእሉ ኢኩም ካብ ሱፐር ማርኬት ኣለኩም ወይ ከኣ ፋርማሲ ኣሎ ማለት እዩ ስልካ በዓል ኣብዘይ ናይ ዶክተር ወረቀት ክትገዝኦ ትክእል ኢካ ናይ ቆልዓ ከኣ እዚኣ እዚኣ ከኣ ናይ ቆልዓ ኣላ እዚኣ ወላ ኣዲስ ርያ ትብል ኣብዚ ግን ዓቀን ኣሎ መን ይሕለኩም ኣብዚ ንኣብነት ሓንቲ ከይና መዓልቲ እያ ትፍቀድ እሳ ከኣኒ ዕስራን ሓሙሽተን ማይክሮ ግራም እያ ትብል ዘላ እዚኣ ትሕዝ ማለት እዩ ብጣዕሚ ንእሽተይ እያ እዚኣ ከኣኒ ዝነጥብ እዩ ናይ ቆልዑ ክሳብ ኣርባዕተ ዓመት ዝነጥብ እዩ እዚኣ እዚኣ ምስ ከፈትኩማ እዚኣ ምስ ከፈትኩማ እንታይ ትንጥብሉ ትኾና ሓዳሽ እያ እዚኣ ከርእየኩም ያድሓነ ክልቴኩም ሰልጠኩ ኣርባዕተ ዝሒፍናሉ ኣርባዕተ ንጣር ጥራሕ ኢካ ንጥዋል ኣትህቦ ገሊኡ ከኣ ዓሰርተ ኣሎ ኣብቲ ጽሑፍ ኣንቢብኩ ክሳዕ ክትረክቦ ትክእሉ ኢኩም ማለት እዩ ካልእ ከኣ እንታይ ክብል ደልየ እዚ ወላ ካብ ሰዓል ሰዓል ሕጂ ኢሚኒት ናህና ሲስተም ኢሚኒቲ ሲስተም ናህና የማዕብሎ እዩ ማለት ናይ ሕማም ተጻወሩና ብጣዕሚ ብቑዕ ይኸውን ሰዓል ቀጥታ ኣይተጥቅዐናን እያ ወላ ገለ ገለ ከማን ገለ ገለ ሰባት ከማን እዚ እንታይ ዝበሃል ኮሮና ቫይረስሲ ብዙሕ ዘየዳኸሞም ሲቀንስ ቪታሚን ዲ ዝወስዱ ዝነበሩ ሰባት እዮም ተባሂሉ ኣይዶሎም መፅናዕቲ ተፀንዐ ግን ከምኡ ተባሂሉ እዚ ከዓ ክሕግዘና ክእል ወላ ንኮሮና ከማን ኣካላት ንክነጥቅዕ ናይ ትኽእል ነጭ ገራ ስለዚ ብዙሕ ጥቅምታት ኣለዎ ይብል ኣነ ስለዚ ክትወስድዎ ኣነ ከኣ ሪኮመንድ ይገብረኩም ብዝኮነ ያ ብጣዕሚ ደስ ኢልኒ ከምዚ ኢልኩም ስለተከታተልኩምኒ ሳብስክራይብ ላይክ እናገብርኩም ከኣ ተተባብዑን ደስ ይብለኒ የቀንየለይ ኣብ ቀጻሊ ክሳዕ ንራከብ ያ ቻው